ወረዳ ኣስገደ ጽምብላ ወረዳ ጽምብላ ዝበሃል ኣሕዋትና ማለት እዩ። ገጣምቲ ቦታ ኣነ እኳ ይፈልጦ እየ። እዞም ትሪእዎም ሓለውቲ ከፍቲ እዮም። ሰሪዖም ወሲዶሞም ማለት እዩ። ከፍቲ እናሓለዉ ከለዉ ወሲዶሞም ሰሪዖም ሰዓ ከምሳ ዋ ኣርባ ኣርብዒን ደቂቃ ደሓር ሰሪዖም ወሲዶሞም እንታይ ኢሎሞም መስለኩም? ሓደ ሚልዮን ገንዘብ ሓውሉ ኢሎሞ ሓደ ሚልዮን ገንዘብ ሓውሉ ምስ ተባሃሉ ወለዶም ትፈልጥዎ እኒሆም ናይ ገባር ነገር ከዓ ገንዘብ ኣብ ኢዶም የለን እንሰሳ ገለ እዮም እምበር ኣብ ሰዓት ዝንባዕሉ እንኳ እንታይ እሞ ናይ ገባር ሃፍትስ እኽልን እንሰሳን ጥራሕ እዮም። ደሓር ክንልእኸልኩም ኢና ፅባሕ ሎሚ ኢሎም ናፍቱን ናፍቱን እንዳበሉ እንዳደለይሎም ነይሮም። ከምዚ ትርእይዎም ብጥሜት በቃ እንታይ መሲሎም ክንደይ መዓልቲ ጸኒሖም ከ ኣብኡ ብዕለት 25 ከባቢ ገሊኦም ወሲዶሞም 29 ገለ 28 ከባቢ እዮም ተመሊሶም ልዕሊ 3 መዓልቲ 4 መዓልቲ ባይዘወይ ኣብ በረኻ ራእይዎ ማይ ከ ኣሎ ዝናብ ይዘንበለይ በተለይ ብከባቢና ንሕና በዚ ሰሜን ምዕራብ ማይ ይወቅዕ ኣሎ እዩ ማይን ቁርን መሳኪን ብጥሜት በቲ ከዓ ኣብ በረኻ ከምዚ ገይሮም ኣሲሮም ይቐምጥዎም ነይሮም ኣጋጣሚ እቲ ዝወሰዶም ሰብኣይ ዕጡቕ እዩ ዕጡቓት እዮም ኣለዎም መሳርሒ ገለስ ሒዞም ነይሮም እዮም ሓደ ሚሊዮን ገንዘብ ሃየ ሓውሉ ኢሎም ኣብኡ ኣሳቒም መፍቲ በረኻ ወለዶ ናይ ሃገረሰብ ነገር መቸም ኩሉ ይፈልጦ እየ መነባብሮ ናይ ሃገረሰብ ከተማ እየ እኳ ንእሽተይ እየ ተልዎ ገንዘብ ኣብ ባንክ እምበር ሃገረሰብ ዋላ ገንዘብ ተልዎ ናብ ጥሪት እዩ ኩሉ ነገር ድሓር ሎሚ ፅባሕ ክንሰደልኩም ዳሉ እዞም ቆልዑ ኣብኡ ንእሽተይ ፀኒሖሞ እግዚኣብሔር ይመስገን ኣምላክ መቸም ከም ሰብ ኣይኮነን ዕድል ኣውጺኦም እቲ በዓል እቲ ተዓጊትዎም ዝነበረ በዓል ዕጥቂ ደቂሱ ኔሩ ከምዚ ትሪእዎም ብኡ ኣተሓሒዙ እዩ ብሸንሸል ኣሲርዎም ዘሎ ቆሊፉ ማለት እዩ። ደሓር እዚ ሰብኣይ ደቂሱ ደቂሱ ከሎ እግዚኣብሔር ሓጊዝዎም በቃ ውጹ ኢልዎም እዩ እምበር እዝስ እንድዒ በቃ ተኣምር እዩ ሓደ ነገር ዘይፈርሑ ንሳቶም ካብኦም ከምልጡስ ካብቲ ሰብኣይ ንሱ ከምልጡ ዕጡቅ ኮይኑ እሞ ከዓ ረኣይዎም ሓደ ሓደ ኢዶም ተኣሲሮም እግዚኣብሔር ግን ሓያል እዩ መቸም ከምዚ ትርእዎም ከምዚ ኣይሎም ኣምሊጦም ለይቲ ደቂሱ ከም ዝደቀሰ ፈሊጦሞ ወፂኦም ሕጂ ሕጂ ከዓ ከም ዝትርእይዎ ኣዝመራይ ኩሉ ሽፉን እዩ ሓጋይ ክኾን ከሎ ኢዩ ምንም ዘይትረክብ እምበር ሕጂ ካብ ዝኾነት ውጽእ ኢልካ ካብ ዝኾነት ጽርግያ ውን ክውል ኢልካስ ኣዝመርታ ኣዝመራ ስለ ትኽእል ትረክብ ኣት እኻል ማለት ኢዩ እኻል ትረክብ ስለ ዝኾንካ ናፍቲ እኻል ኬድካ ተብል ኢኻ ትሕባእ ኢኻ ናፍቲ እኽሊ ማለት ኢዩ ድሕሪኡ እዞም ቆልዑ ካብኡ ምስ ወጹ ካብቲ ሽፍታ ቀስ ኢሎም ምስ ሽፍታ ምስ ወጹ ኣብ ዝኾነ መሸላ መሸላ ትፈልጡ ኢኹም ናብ መሸላ ናብፍቲ የእኻል ኣትዮም ኣብቲ መሸላ ሸዊት ማለት ኣብቲ መሸላ ምስ ኣተዉ ሓደ ለይቲ ኦ ሓዲሮም ቀስ ኢሎም ሓደ ለይቲ ሓዲሮም ኣብቲ እእኻል ማለት እዩ ኣብቲ መሸላ ሓዲሮም ድሕሪኡ ንገዝኦም መጽኦም እግዚኣብሔር ይመስገን ናብ ቤተሰቦም ብሰላም መጽኦምሎም ክቡር ይስፋሕ ንመድኃኔ ዓለም ብዙሕ እዩ ዘሎ ኣብ ሰዓት እዚ ብዙሕ ከምዚ ዓይነታት እዩ ዘሎ እሞ ኣምላኽ ዓይኒ ልቦናም ይኽፈተሎም እቶም ከምኡ ጌሮም ውን ካብ ሰብ ካብ ድኻ ገንዘብ ካብ ዝኾነ ይኹን ገንዘብ ክጥቀሙ ዝደልዩ ኮፍ ኢሎም ክበልዑ ዝደልዩ ከይጸዓሩ ከይገዓሩ ክበልዑ ዝደልዩ እመብርሃን ባዕላ ዓይነ ልቦናኦም ተብርሃሎም ወይ ከዓ ሓይለይ ትሃቦም ሓይሊ ይሃቦም ኢና ክንብል ንኽእል ንሕና ንወል ሓደ ክንብል ኣይንኽእልን ሲ እንድዒ ኣነ ኣይርዳንም በቃ እዚኦም መሳጊን ጓሶት እዮም ራይዎም ቆልዑ እዮም ከኣ ኣንተ ድዕ በቃ ኣይርደእካን ሰብ በቃ ሰሪሑ ክበልዕ ይደሊን ዘሎ ብሰዓት እዚ ሾፊቱ በቃ እንድዒ ሕማቅ ኣሎ እሞ ከምዚ ኢሎም ብምምላሶም ግን ብጣዕሚ እዩ ደስ ኢሉኒ ዕድለኛማት እዮም ወለዶም እግዚኣብሔር ከዓ ንኩሎም እቶም ከምዚ ኢሎም ደቆም ደሃይ ስኢኖም ዘለዉ መድሃኒኣለም ከኣ ከም ገለ ጌሩ ከምዚ ናይዞም ቆልዑ ዝገበረሎም ከምኡ ይግበረሎም ክብል እየ ዝደሊ ኣነ ናይ ብሓቂ ዕድለኛማት እዬም ተከዘ እዩ ዝብሃል ባይዘወይ ተከዘ ትፈልጥዎ ዶ ትኮኑ ንማይጸብሪ ማይጸብሪ ኣከባቢ ናይ ማይጸብሪ መስመር እዩ ማለት ኣብ መስመር እዩ ማይጸብሪ እዩ ባይዘወይ ንማይጸብሪ መስመር እዩ እሞ ባይ ዘ ወይ ሎማዓንቲ ናብ ቤተሰብ መጽዮም ገለ ገለታት እቲ ዝሓዘ ሰብኣይ እቲ በዓል ዕጡቅ ከ ይፍለጥ ደይፍለጥን ገና ኣይተጻረየን እቶም ቆልዑ ምእታዎም ጥራሕ ኢና ፈሊጥና ዘለና ምጥፍኦም ከኣ ሸር ተባሂሉ ሸር ተባሂሉ ኔሩ ብፌስቡክ ሸር ኢልናዮም ኔርና እግዚኣብሔር ይመስገን ብምርካቦም ከኣ ብጣዕሚ እዩ ደስ ኢሉና ዝርጉም ሰብኣይ ውን ሕማቅ እንኳዕ ዘይገበሮም ክቀትሎምስ ይነብር እምበር እቲ ገንዘብ ወሲዱ ትሪእዎ መን ዶ ኣለኹም ሎሚ እንዶ ሎሚ እኮ ብሂወት ኣይመልሱኻን ዋላ ገንዘብካ ከፊልካ ብሂወት ኣይመልሱኻን ክሕስዉ እዮም ወይ ገለ ነገር ጣጣ ከምፅሉ እዮም ኢሉ እቲ ገንዘብ ወሲዱ ወሲዶም ክቀትልዎም ይነብሩ እዮም እዚ ኣይፍለጥን ባይዘወይ እዚኦም ግን ኣምላኽ ሙሉእ ይግበረልና ይእኸልኩም ይበለልና ፀገምና ኣነስ እንድዒ ክሕገዱ ፈኢተ ኢልካ ክጎዱ ፈኢልና ተስፋ ተገበርናስ በቃ ይገድድ ኣሎ ጣዕሚ ን ቀንዲ ኣነስ ሕጅስ ከምዚኦም ዝበሉ ሰባትሲ ተተረኪቦምሲ እንታይ ኣለዎ በቃ ገለ ዝኮነ ውሳነ ዘይውስን እዚ መንግስቲ ግን ንምንታይ ንምንታይ ግን ዘይውስን ዝኮነ ውሳነ እንድዒ በቃ እንድዒ በቃ ዋላ ንሕና እውን እኮ ኢና ተሓባበርቲ ናይቶም ሌያዊ ኮይንና ትፈልጡ ዲኹም ኣነ ግርም ዝብለኒ ሓደ ሌባ እንድሕር ተተታሒዙ ይውቃዕ ገለ እንተሪኢናዮስ በቃ ሚስኪን ስለ ስራሕ ዝሰኣነ እዩ እምበር ናይ ባዕልኹም ናይ መንግስቲ ሽግር እዩ እምበር ትብሉ ሰባት ከ ኣለኹም ግርም ትብሉኒ ንሌባስ ትድግፉ ስራሕ ስለ ዝሰኣንክ እሞ ክትሰርቕ ዲኻ ተባሂልካ ስረቕ ድዩ ተባሂሉ ስራሕ ስለ ዝሰኣንካ ዋእ ኣብ ዓድናሲ እኮ መኣት ስራሕ ዝሰኣነ እዩ ዘሎ እሞ ክሰርቕ ኣለዎ ሂወቱ ከባላሹ ኣለዎ እም። ካልኣይ ነገር ክኣ ሕጂ ዝሸጎረ ኣይኮነን ዝሰርቕ ዘሎ ሕጂ ድኻ ኣይኮነን ዝሰርቕ ዘሎ ዘለዎ እኳ እዩ ዝገዶ ዘሎ ሕጂ እቲ ዘለዎ እዩ ናብ ገደል ክጸድፍ ኢሉ ዘሎ እንታይ ከም ዝረኸቦ እንድዒ ባይ ዘ ወይ ተመስገን ኢልና ኣለና እዞም ትርእይዎም ዘለኹም ሰባት ክኣ ናብ ስደት ክኸዱ ተታሒዞም ኣለዉ ተመስገን ኣንቱም ንስደት ትመጹ ሰባት ከኣ ዋላ ሓደ ክትብሎም ኣይትኽእልን ኣነ ኣይርድኦን ዘሎ እቲ ህዝቢ ዋላ ካብዛ ዓዲ ተመ ዝኸደ ድዩ ተመሊሱ ዝመጽእ ድዩ ዋላ እቶም ሓደሽቲ ኣነ ንሓድሽ ኣይፈርደሉን ኣንቱም ስዑድ ዓረቢ ድዩ ዋላ ሊብያ ድዩ ዋላ ናብ ካሊእ ቦታታት ትኸዱ ግን በተለይ ከኣኒ ስደት ትፈልጡ ሰባት ተመሲ ተመሊስኩም ክትስደዱ ከለኹም ማራ እንዲኹም ትገርሙኒ ዞሮ እግዚኣብሄር ዓይኒ ልቦናኹም የብርሀልኩም ምንም ክብል ኣይክእልን። ዋላ ሓደ ክትብሉ ኣይትኽእልን ምኽንያቱ ኩሉ እዩ ዝነግረኩም ኣይትሰደዱ ሕማቕ ኣሎ ኩነታት ተባሂልኩም ስለ ዘይሰምዑ ዋላ ሓደ ክንብል ኣይንኽእልን በተለይ ትስደዱ ዘለኹም ሕጂ ሰዓት ማለት እዩ ንቶም ኣብ ዓዶም ኮይኖም ሰሪሖም ክበልዑ ክኽእሉ ስሪሖም ክበልዑ እንዳደለዩ ከምዚ ሕማቕ ነገር ከጥመሎም ከሎ ንዓኣቶም ጥራሕ ድምፂ ክንከውን ኢና ንኽእል እምበር ናተመንቶም ፀጊብኩም ገንዘብ ረኺብኩም ትስደዱ ንዓና ጉዳይና ኣይኮነን ብኻሊእ መደብ ክሳብ ንራኸብ ሰሰናይ ባይ ሳብስክራይብ ካኣ ግበሩ።